ሰላም ዝኸበርኩም ተኸታተልቲ ቀንዴል ንሕጂ ዝተዳለወ መደብ ስፖርት ሒዘ ቀሪበ ኣለኹ ሰናይ ምክትታል ናይ ሎም ምሸት ዝዓበየ ፀወታ ቻምፒየንስ ሊግ ኣብ ሜዳ ሳንቲያጎ ብርናቡ ዝካየድ ሪያል ማድሪድ ኣንፃር ቶተናም ኮይኑ ቶተንሃም ንሪያል ማድሪድ ክሳብ ሕጂ ኣመዝጊባትላ ዘይትፈልጥ ምዃና ንኣጥቃዓይ ቶተንሃም ሃሪኬን ነዚ ታሪኽ ዝደጊሙ ክጽሕፎ ዓቢ ስራሕ ክጽበዮ እዩ መዓስ ንሱ ጥራይ ሪያል ማድሪድ ካብ 2009 ብሊቨርፑል ካብ ትሰዓር ንደሓር ብዝኾነት እንግሊዛዊት ክለብ ተሳዒራ ዘይትፈልጥ ምዃና ንቶተንሃም ካልእ ተወሳኺ ዕማም ከም ዝኾኖም ርዱእ እዩ ኣብ 2011 እዘን ክልተ ጋንታታት ኣብ ርብዒ ፍጻሜ ቻምፒየንስ ሊግ ኣብ ዝተረኸባሉ ሪያል ማድሪድ 4 ብዜሮን 1 ብዜሮን ብክልተ እግሪ ክትስዕር ከላ ቅድሚኡ እውን ኣብ ሽሕን ትሽዓተ ሚእቲ ሰማንያን ሓሙሽተን ብተመሳሳሊ ኣብ ኢዮፋ ካብ ርብዒ ፍጻመ ተራኺበን ኣብ ቀዳማይ እግሪ ሓደ ብዜሮ ኣብ ካልኣይ እግሪ ከዓ ዜሮ ብዜሮ ተፈላለየን ምንባረን ዝዝከር እዩ ሃሪኬን እዚ ናይ ጎል ጥምኣት ጋንትኡ ክህበት ከቶ ኮይኑ ብኣንጻሩ ከዓ ተኸላኻላይ ሰርጆ ራሞስ ጽቡቕ ምሸት ዘየምሰየሉ ክኸውን ኣለዎ ኣሰልጣኒ ቶተንሃም መሪሾ ፖቴቲኖ ብዛዕባ እቲ ተጻዋታይ ዘለዎ ኣድናቖት ክገልጽ ከሎ ኣነ ብኩዕሶ እግሪ ጥሉል ወዲ 15 ዓመት ነይረ ተዝኸውን ክርእዮ ኢለ ገንዘበይ ዝኸፍለሉ ሰርጆ ራሞስ'ዩ ነይሩ ክብል ማዕረ ክንደይ ኣብሊጹ ከም ዝርእዮ ገሊጹ'ዩ። ደገፍቲ ሪያል ማድሪድ ንሃሪ ኬን ከም ቀንዲ ፈታኒ ንራሞስ ክርእይዎ ከለዉ፣ ቶተንሃም ከም ጋንታ ከኣ ካልኣይት ዝዓበየት ትፍትኖም ጋንታ ገይሮም'ዮም ክርእይዋ። ቀዳማይ ፈተንኦም ብልዑል ውጽኢት ንቦሩስያ ዶርትሞን ኣብ ሜዳኣ ብምስዓር ክሓልፉ ከለዉ እዚ ምስ ቶተንሃም ዝገብርዎ ግና ትርር ክብሎም ከም ዝኽእል ተጸብዮም እዮም ክኣትዉ። ሓደ ካብቲ ቀንዲ ምክንያት ከኣ ቶተንሃም ልክዕ ከምኦም ዝበለጸ ውጽኢትን ጸወትኦምን ዘርእሉ ዘለዉ ካብ ሜዶም ወጻኢ ስለ ዝኾነ ብኣንጻሩ ከኣ ሪያል ማድሪድ ኣብዚ ዓመት እዚ ናይ ሜዳ ኣጸብለልታ ክትምዝምዞ ኣጸጊሞ ከም ዘሎ ዝፍለጥ እዩ ሃሪ ኬን ሓደ ካብቶም ሪያል ማድሪድ ክገዝዎም ኣብ ቆላሕታ እትዮሞም ዘለዉ ጻወቲ ኮይኑ ኣሰልጣኒኡ ማውሪሾ ፖቸቲኖ እውን ነታ ክለብ ከሰልጥን ዕድል ተረኺቡ ዓይኑ ከም ዘይሓስኸ እንፍት እዩ ተሰሚዑ ኣብ ሳንቲያጎ በርናቡ እንተዘይተፃዊትካ ኣይተጠመቕካን ማለት እዩ ክብል ኣብ መንጎ ዘረብኡ ምሕዋሱ እምበኣር እንተወሓደ ኣሰልጣኒ ሪያል ማድሪድ ክኸውን እንተዘይከኣለ ኣሰልጣኒ ባርሴሎና ከምዘይከውን ግና ካብ ዘረብኡ ክንርዳእ ንኽእል ኢና ቶተንሃም ሃሪ ኬን ኣለዋ ንብል እንድሕር ኣሊና ሪያል ማድሪድ ከኣ ሮናልዶ ኣለዎም ኣብ ጎኑ ከኣ ቤንዜማ ብድሕሪኦም ከኣ በቶም ክልተ ቴክኒሻናት ኢስኮን ሉካ መድሪትን ዝሕገዙ ምዃኖም ሪያል ማድሪድ ኣብ ልዕሊ ቶተንሃም ላዕለዋይ ሒዛ ነቲ ጸወታ ክትኣትዎ እያ ካልእ ሎም ምሸት ኣብ ቻምፕየንስ ሊግ ግጥማተን ዘካይዳ ከኣ ኤንከይ ማሪቦ ኣንጻር ሊቨርፑል፣ ማንሲቲ ኣንጻር ናፖሊ፣ ስፓርታ ሞስኮ ኣንጻር ሴቪያ፣ ፊነር ኣንጻር ሸክታር ዶነስ፣ መናኮ ኣንጻር በሲካ፣ ኣርፒ ሌፕዚግ ኣንጻር ፖርቶ፣ ኣፒዮል ኒኮሳ ከኣ ኣንጻር ቦርሻ ዶርትማን እየን። ኩለን ዝውጻወታሉ ሰዓት ከኣ 8:45 በርሊን ታይም ምዃኑ ይፍለጥ። ኣሰልጣኒ ማንቸስተር ዩናይትድ ጆሴ መሪኖ ነቲ ምስ ቴሌቪዥን ቴሌፉት ዝገበሮ ብዛዕባ ናብ ፒኤስጂ ምስግጋሩ መብርሂ ይብሉ ንሱ ቅድሚ እቲ ጋንቱ ማንቸስተር ዩናይትድ ኣብ ቻምፒየንስ ሊግ ኣንጻር ቤኔፊካ ተካይደሉ ዝገበሮ ጋዜጣዊ ዋዕላ ኣብ ዝሃቦ ቃል ኣነ ዝበልክዎ ኣብ ማንቸስተር ዩናይትድ ናይ ጸወታ ዘመናይ ኣይክውድእን እየ ኢለ እዚ ኸኣ ሓቂ እዩ ኣብዚ ዘመናዊ ግዜ ኩዕሶ እግሪ እሞ ከመይ ኢሉ ይኸውን ኣብ ሓደ ክለብ ምስ ዘለዎ ጸቕጥን ጠለባትን ሓደ ኣሰልጣኒ ዕስራ ዓመት ክጸንሕ ዝኽእል ኣይመስለንን ኣርሰን ቨንገር ናይ መወዳእታ ከም ዝኸውን ከኣ ርግጸኛ ኢሉ ንኣብነት ግና ናይ ምስ ስልጣን ዘመነይ ኣብ ሓሙሽተ ዓመት ክውድእ እንተሓሲበ ኣብ ማንቸስተር ዩናይትድ ክውድእ ክሓስብ ምኽኣልኩ ስለዚ ኣብ ማንቸስተር ዩናይትድ ኣይውድእን እየ መበልየይ ካብዚ ተበጊሰ ኢሉ ብዛዕባ ኮንትራቱ ንክመሓየሸሉ ዝርርብ ጀሚሩ እንተኾነ ኣብ ተሓተተሉ ከዓ ሓድሽ ኮንትራት ዝፈረምኮ የለን ከምኡ እውን ክወፅእ ድሌት የብለይን ብኣኹም ማዕከናት ዓዲ እንግሊዝ መሰረት ሓደ ግዜ ንሓሙሽተ ዓመት ሓደ ቢልዮን ንዓመት እናተኸፈልኩ ይፍርም ሓደ ግዜ ከዓ ናብ ፒኤችጂ ይኸይድ ስለዚ እቲ ሓቂ ሓሙሽተ ዓመት ኣይፈረምኩን ንፒኤችጂ እውን ይወፅእ ኣለኹን ብምባል ቃሉ ሂቡ ናይ ሪያል ማድሪድ ናይዚ ክረምቲ እዚ ናይ ኣጥቃዕቲ ቀንዲ ታርጌት ሃሪ ኬን ናይ ቶተንሃም ኮይኑ ንሱ ተዘይሰሊጥዎም ከኣ ከም መሓለውታ ወይ ከኣ ፕላን ቢ ንመንእሰይ ኣጥቃዓይ ማንቸስተር ዩናይትድ ማርከስ ራሽፈርድ ከፈርሙ መዲቦም ከም ዘለዉ ስጳኛዊት ምረብ ሓበሬታ ስፖርት ዶን ባሎን ጸብጺባ ፈለረንቲኖ ፔረዝ ንኬለን ማፐ ከፈርም ሓሲቡ እሰርሕ እኳ እንተነበረ እቲ ፈረንሳዊ መንእሰይ ተጻዋታይ ግና ናብ ፒኤስጂ ከም ዝወደአ ዝፍለጥ እዩ ስለዚ ኣጥቃዓይ ናይ ምምጻእ መደቡ ኩሉ ግዜ ኣብ ቦትኡ ኮይኑ ሃሪኬን ብቐዳምነት ብኻልኣይ ከኣ ራሽፈርድ ጠሚቱ ከም ዘሎዩ ብመሰረት ጸብጻብ ዶንባሎን ሃሪኬን ድሮ ውዱ ኣጥቃዓይ ምዃኑን ኣብ ጎኒ ሮናልዶን ቤንዜማን ብምውራድ ዓቢ ኣስተዋጽኦ ክገብረሎም ከም ዝኽእል ዝግመት ኮይኑ እቲ ተጻዋታይ እውን ኣብ ሪያል ማድሪድ ናይ ምጽዋት ዕድል ከሕልፎ ከም ዘይደሊ ክግመት ዝኽእል እዩ ማርኮስ ራሽፈርድ ብኣንጻሩ ከኣ ድሮ ክሳብ 220 ከጽንሖ ዝኽእል ፌርማ ፈሪሙ ዝርከብ ኮይኑ ማንቸስተር ዩናይትድ ዝዓበየላን ዝድግፋን ክለብ ምስ ምዃና ነቲ ምርጫ ክቕበሎን ዘይክቕበሎን ዝፍለጥ ኣይኮነን ማንቸስተር ዩናይትድ እውን ነቲ ተፃዋታይ ናብ ሪያል ማድሪድ ክሸጦ ከም ዘይትሓስብን ወላ እውን ንጋሪዝ ቤል ከም መፈኾሲ እንተተጠቀመት ነቲ ትስፉ ተፃዋታይ ከም ዘይትሰዶ ይግመት ዝኸበርኩም ተኸታተልቲ ቀንዴል ንሕጂ ዝበልኮ መደብ ስፖርት እዚ ነይሩ ሰላም